ኣገዳስን ተጠላቢን እዩ። ተግባርካ ይኹን ዒባዳኻ ናብቲ ዝዓለምካዮን ዝተለምካዮን ሸነኽ ዝቐንዐ እዩ። ንስለ ኣላህ ዝትግበር ካብ ኣላሁ ሱብሓነሁ ወተዓላ ኣጅሪ ከም ትወስደሉ ዘጠራጥር ኣይኮነን። ንስለ ፍጡራት ኢልካ ትሰርሖ ድማ ጻማኻ ካብ ፍጡር ይኸውን። ብዛዕባ። ሓፈሻዊ ንያ ክዛረቡ እንከለዉ ነብይና ሙሓመድ ሰለሏሁ ዓለይሂ ወሰለም ይብሉ ኢነመል ኣዕማሉ ቢንንያት ወኢነማ ሊኩሉ ምርኢን ማ ነዋ ንያ ኣብ ስያም እንታይ እዩ ቦትኡ? እወ ንያ ኣብ ስያም ዘለዎ ኣድላይነት ከም ኩሎም ዓይነት ዒባዳታት እዩ ግናስ እቲ ንያ መዓልታዊ ከነሐድሶ ናይ ግድን ድዩ ወይስ እታ መጀመርያ ንገብራ ንያ ንወርሒ እክልቲ እያ ኣብዚ ዑለማ ዝተፈላለየ ርድኢት ስለ ዘለዎም ኩሉ ከም ዝምባሊኡን ተረድእኡን ውሳኔ ሂቡ። ካብቲ ረሱል ሰለላሁ ዓለይሂ ወሰለም ብዛዕባ ንያ ናይ ስያም ኣመልኪቶም ዝተዛረብዎ ቃለ ሰለላሁ ዓለይሂ ወሰለም መን ለም ዩበይት ስያመ ቀብለ ኣልፈጅሪ ፈላ ስያመ ለህ ካብዚ ሓዲስ ተበጊሶም ስያም ሮሞዳን ምሸታዊ ቅድሚ ፈጅሪ ክሕደስ ኣለዎ ይብሉ። ገለ ዑለማ ከኣ እቲ ወርሒ ሮሞዳን ብምሉኡ ክጾመ ኢልካ ምምዳብ ንባዕሉ መዓልታዊ ከም ትጸውም ከም ውዱእ ጌርካ ስለ ዝመደብካዮን ዝወሰንካዮን ንወርሒ ደው ዘይብል ዘይብተኽንያ ስለ ዝቑጸር እታ ኣወል ዮም እትፍንዋን እያ ክሳብ መወዳእታ ወርሒ ትሽፍን እያ ይብሉ ግን እንተ ደኣ እቲ ስያም ኣብ ሞንጎ ብመገሻ ብሕማም ብኻልእ ምኽንያትን ተቋሪጹ ነቲ ቀዳማይ ንያ ስለ ዝኾልፎ ከም ብሓድሽ ንያ ተሐድሶ ይብሉ ካብዚ ዝተፈላለየ ርድኢት ናይ ዑለማ እቲ ዝበለጸ ክንገብሮ ዘለና ንነፍሲ ወከፍ መዓልቲ ንያ ክንገብር እኳ እቲ ዝበለጸን ዝተመርጸን እንተኾነ፣ እታ ኣብ መጀመርያ ዝተሰቑረት ንያውን ንምሉእ ወርሒ እኽልቲ እያ። እንተደኣ ስያምካ ኣቋሪጽካ ግን ከም ብሓድሽ ንያ ተሐድስ። ንያ ናይ ስያም ተጠውዕ ተኾይኑ ግን ከም ናይ ሮሞዳን ኣይኮነን። እቲ ዝተሓርየ ውሳኔ ናይ ዑለማእ ግን እቶም ብሽሞምን ብልጭኦምን ውሱናት ዝኾኑ ተጠውዕ ከም ሸዋል፣ ትሽዓተ ዓረፋ፣ ዓሹራ ዝኣመሰሉ ንያ ጌርካሎም ወሲንካ ክትሓድር ናይ ግድን እዩ። እቶም ፍኑዋት ዘይውሱናት ዝያዳ ኣጅሪ ንምርካብ ኢልካ ወለንታዊ ዝጽወሙ ንያ ጌርካ ክትሓድር ናይ ግድን ኣይኮነን ወላ ውን ድሕሪ ፈጅሪ። ቀትሪ ካብቶም ንስያም ዘፍርሱ ነገራት እንተ ዘይጌርካ ንያ ጌርካ ጸይምካ ክትውዕል ብቑዕ እዩ። ድሕሪ ፋዱስ ናይ ዙህሪ ንያ ጌርካ ክትጸውም ግን ብቑዕ ኣይኮነን ዝብል ቃል ናይ ዑለማ እዩ። ሃዳ ወላሁ ኣዕለም ወሰለላሁ ዓላ ነብይና ሙሓመድ ወዓላ ኣሊሂ ወሳሕቢሂ ወሰለም።